ልብ ወለድ ዛንታ ወዲ ረዛ ደራሲ ጎይቶም ጊለ ተረኽቲ ሙሴ ግርማጽዮንን ራሄል ዑቕባይን። ኣታ ሸይፉ ኣባ እዛ ከተማ ክትፍተወካ ሰብ መሊኡ እናሰሓቐ ሕጉስ ገጻት ወዛሕዛሕ ክብል ከሎ ያኸ ባእ በለ ወድ ረዛን ናብቶም ብየማነ ጸጋሞም ዝጓዓዙ ዝነበሩ ሰባት እናመልከተ። ኤእ ትርጉም ናጽነት ከማያ ወዲ ረዛን ዓርከይ ዘልኣለማዊ ዝኽርን ክብርን ንስዋኣትና ሳለኦም እዩ ሰብ ብዘይስክፍታ እግሩ መሊኡ ዝረግዝ ዘሎ በሎ ኩራራ ተቐቢሉ
መን እዮም ስውኣት ነጋ ሓወይ
ሓተተት ጓል ማማ ብሃንደበት ህዋ ስውኣት ኣይትፈልጥዮም ዲኺ? እውእ! ተገሪሙ ሓተታ ኩራራ ናብ ወዲ ረዛን ኣዒንቱ ኣፍጢጡ እናጠመተ።
ኣይፈልጦምን'የ፣ መን እዮም? በለት ጓል ማማ። ህዋ ኣበይ ዲኺ ትነብሪ ጓል ማማ? ሓተታ ኩራራ። ደጊሙ። ኣብ ቲራቮሎ ምስ ሳሮን ጎረባብቲ እንዲና። ባታ ወዲ ረዛን ዓርከይ ዋንታይ ደኣልካ ኣዚዝካለይ ያኣኺ እዋእ ኮልኮል ዘለዋ በጊዕ እንተበልኩኻስ ልቢ ዘይብላ ሳላ ተምጽኣለይ ያኣኻ እውይ ሞሲባ በለ ኩራራ ስውኣት ኣይፈልጥኔ ምባላ ገሪምዎ።
እንታይ ኢልካ ነጋ ሓወይ? ሓተተት ጓል ማማ ምዕርምራም ኩራራ። ኣስተውዒላ። ልብወለድ ዛንታ ወዲ ረዛን መበል ሚእትን ዓሰርተው ሸሞንተን ክፋል። ወላ ሓደ ኣይበልኩን ያኸ ቲራቮሎ እሞ ኣበየናይ ኣህጉር እያ ትርከብ ሩታ ነብሲ ኣብ እስያ ድያ ዋላስ ኣብ ኣውስትራልያ ምስ በላ ኩራራ ዕትብ ኢሉ ኸኣ እሞ ናይ ብሓቅኻ ዲኻ ትሓትት ዘለኻ ብምባል ዓው ኢላ ሰሓቐት ጓል ማማ ህዋ ኣቲ ሳሮነይ እንታይ ደኣ ኣላ እዚኣ ብምባል ኣብ እዝና ሕሹኽ በላ ወዲ ረዛ ንሳሮን ብግስፋ ብኣዘራርባኣን ብስሓቓን ተገሪሙ። እዋእ ኢሂ ምስ ባዕልኻ ንነጋ ገዛፍ ጓል ተማልእሉ ኢልካኒ።
እዋእ እወ ኢለክሞ ኣነ እኮ ገዛፍ ጓል ኢለኪ እምበር ገዛፍ ቶራ ወይ ዓጋዜን ኣይበልኩኽን ያኸ። ምስ በላ ኸኣ ካዕካዕ ኢላ ሰሓቐት ሳሮን። ጓል ማማ ኸኣ ሳሮን ብሕቶ ኹራራ ትስሕቕ ዝነበረት መሲልዋ። እዋ ኣቲ ሳሮን ሓፍተይ ገሪሙኪ'ዶ? ቲራቮሎ ኣበይ'ያ እኮ'ዩ ዝብለኒ ዘሎ።
ብምባል ደጊማ ሰሓቐት። እዋ ብኣያታ ክንደይ ሳብ ደኣ ኣሉ ንዕብሉ በዚ ንኹን ብምባል ኣብ ካራቨል ምስ ኣተዉ ናብ ሓደ ጸግዒ መሪሕዎም ከደ ወዲ ረዛን። ኦኬ ናይ ሳሮ መስተ እኮ ፈልጠ ጓል ማማኸ እንታይ ክትሰቲ በለ ወዲ ረዛን። ናብ ጓል ማማ ቀሪቡ። ከምታ ናይ ሰሮን ኣምጻለይ ማቲዎስ ሓወይ። በለቶ ጓል ማማ መንበራ እናጠዓዓመት። ቲራቮሎ ዘይምፍላጠይ ምሽ ገሪሙኪ ጓል ማማ ሒሒሒ። ሓተታ ኩራራ ሽዑ ወዲ ረዛን መሰ ከምጽእ ምስ ከደ። እወ ገሪሙኒ ወዲ ኣስመራ ዶ ኣይኮንካን ኢኻ። ዋእ ቲራቮሎ ዘይፈልጥ ወዲ ኣስመራ ኣሎ ድዩ። ሓተተት ጓል ማማ። ንስኺኸ ኤርትራዊት ዶ ኣይኮንክን ኢኺ? ንስዋ ዘይትፈልጥ ኤርትራዊት ከ ኣላ ድያ? ኢሉ ምስ ሓተታ ኸኣ። እዋእ ኣቲ ሳሮነይ መን እዮም እዞም ስዉኣት ዝብሎም ዘሎ?
ብምባል ናብ ሳሮን ጠመተት ጓል ማማ። እዋእ ናይ ብሓቂ ዲኺ ስዉኣት ዘይትፈልጢ ኣቲ ጓል ማማ ማዓረይ?
በለታ ሳሮን ውን ብሕቶኣ ተገሪማ። እውይ ስጋ ማማ ይፈልጦምኔ ኣበይ ርእየዮም እዩሞ ክፈልጦም። መለሰት ጓል ማማ።
እዋ ናጽነት ኮይኑ ምሽ ክንብል ጸኒሕና ሕጂ እወ ኢልና እሞ እቲ ናጽነት መን ድዩ ምጺእዎ? ተጋደልቲ። እሞ እንታይ ደኣ ትብሊ ኣለኺ ስውኣት ተጋደልቲ ዶ ኣይኮኑን እዮም? ዋእ እሞ ኣነ ስውኣት ዝብሃሉ ተጋደልቲ ከም ዘለዉ እንታይ ይፈልጥ። ምስ በለት ጓል ማማ ወዲ ረዛን መስተ ሒዙ መጸ'ሞ ነናቶም ዓደሎም። ባእ እዚ ቢራ ደኣ ጸቢቑ እዩ ዝሓለ ናታ ወዲ ረዛን ዓርከይ። በሎ ኩራራ ሽዑ ነታ ማዕጓር ጠርሙዝ ቢራ ኣስመራ ማለት መሎቲ ዓቲሩ ኦይ ዝሓለኒ ኣኸ ዋላ እዚ ናተይ ውን ወዕዩ ዘሎ በሎ ወዲ ረዛን ውን በክልቴን ኣእዳዉ ጥርሙዝ ቢራ ዓቲሩ። ህዋ እዛ ዝፈትዋ ደርፉ በሉ መጽያ ንኺድ ንሳዕስዕ ዶ። በለ ኩራራ ሽዑ ብቕጽበት ተንሲኡ። ጽቡቕ ሕራይ! ኢሎም ሰለስቲኦም ምስ ተንስኡ ከኣ ኣርባዕቲኦም ተመራሪሖም ናብ መድረኽ ኣተዉ። ኩራራ ዕርከይ! ሳዕስዕ እሞ ሳዕስዕ ሓዳርካ ኣይትረስዕ'ዩ። ናብ ዝረኸብካዮ ተጋዳላይ ጽግዕ ኢልካ ብዛዕባ ጋይም ወልዱ ምሕታት ኣይትሕመቕ ኢኻ። በሎ ወዲ ረዛን ናብ እዝኒ ኩራራ ቀሪቡ። ኮይሶም ወዲ ረዛን ዓርከይ፣ ቅሰን ክሓታትት'የ። ኢልዎ ምስ ጓል ማማ ሸኾርተት ክብል ጀመረ ኩራራ። ሓደ ንግሆ ጋይም ወልዱ ናይ ሓደ ወርሒ ዕረፍቱ ወዲኡ ብሰላም ናብ ብጾቱ ክምለስ ንቐለዕ።
ኣንታ ጋይም ወደይ እንተ ኣዋንካ ደኣ ትኸይድ ኣለኻ እዚ ገድልኹም ኣይውዳእን ድዩ ድሕሪ ናጽነት ዶ ውን ብረት ተሓንጊጥኩም ኣብ በረኻ ክትሰፍሩ ኢኹም ወይለከ። በልኦ ወላዲቱ ዳግም ወደን ክፍለየን ስለ ዘይደለያ፣ ንልዕሊ ዕስራ ዓመታት ዘሕለፈኦ ናፍቖትን ሻቑሎትን ወደን ተሳኢሉ ተራእየን። ላላላላ! ድሕሪ ደጊም ኣብ በረኻ ዘስፍር ምኽንያት የብልናን ኣብሻይ። ናብራ በረኻ ሓንሳብን ንሓዋሩን ብመስዋእቲ ጀጋኑና፣ ዛዚምናዮ ኢና ግን ክሳዕ ነናብ ቤትና ዘጣይሱናሲ ግድን ኣብ ቦታና ክንጸንሕ ስለ ዘለናየ ዝኸይ ዘለኹ። በለን ጋይም ወልዱ ንሱውን ሻቖለተንን ናፍቖተንን ኣብ ግንባረን ነቢቡ።
ከምኡ እንተኾይኑስ ሕራይ ዘወደይ ዝተፈላለናዮ ኣመትዶ ውሒዱ? ጸላኢና ይፈላለ ምፍልላይ ዘብቅዓሉ ዘበን ይግበረልና ዘወደይ እሞ ንዓሰብ ዝኣክል ርሑቕ መገዲ እናኸድካስ ቁሩብ ደኣ ቅኒ ዘይትብል እሞ ናፍቖትና ጽቡቕ ገርና ከነውጽእ ታጋይም ወደይ ጽቡቕ ኣለኺ ብሻይ መቐነኹ ነረ ግን እተን ዝተፈቕዳነ መዓልታ ስለ ዝኣኸላስ ግድን ኣብ ግዜይ ክምለስ ኣለኒ።
ዋይ ሕራይ በል ከም ፍቓድካ ይኹን ጋይም ወደይ ኣንታ ጋይም ወደይ እሞ ብትገልስ ጎለ ጓል ሰብ ረኺብካ ንቡር ኣይፈተንካን ምስ በልኦ ወላዲቱ ብሃንደበት ናብቲ ብሕሰም ዝተጨማደደ ገጹን ቁሩብ ስቤት ዘረር ዘበለ ጸጉሪ ርእሱን ትኩር ኢለን እናጠመታ ኸኣ ጋይም ወልዱ ነታ ኣብ ገድሊ ኣዒንቱ ኣውዲቐላ ዝነበረ መጋድልቱ ስውእቲ ሰምሃር ጎይትኦም ማለት ዓሳ ዘኪሩ ብሓንሳብ ገጹ ክቀያየር ስለ ዝጀመረ ርእሱ ደፍአ እሞ ነዚ ዘስተውዓላ ወላዲቱ
ኢሂጋይን ወደይ ደሓን ዲኻ? መርዓት ኣላትካ ድያ?
ብምባል ደጊመን ሓተትኦ። የብለይን ኣብሻይ! ኢልወን ድማ ርእሱ ሓኸኸ። ጋይም ወልዱ። ዋይ ሕራይ ደሓን!
እሞ ሕጂ ደኣ ቅድሚ ናብ ቦታኻ ምምላስካ ዘይነሕጽየካ እታ ጋይም ወደይ። ዋዕ!
ንመን ከተሕጺኒ ደለኺ እንትብሻይ? ብምባል ፍሽኽ በለን ጋይም ወልዱ። እዋ ሕጽይቲ ድኣ ዝመረጽካያ፣ ጓል ኣቦኻ ጸጋይ እኳ ኣላ ከመይ ዝበለት ጎርዞ! እምቧእ!
ጓል ኣቦይ ጸጋይ ድኣ መን ዝብልዋ? ትዕበ ትበሃል ጋይም ወደይ። ጽብቕቲ'ያ ኢልክያ? ጽብቕቲ እንተበሉኻኸ ከመይ ዝበለት ሰኔስ እምበር! በልኦ ትኩር ኢለን ዓይኒ ዓይኑ እናጠመታ። እሞ ዕራይ ጽባሕ ወይ ድሕሪ ጽባሕ ንስድራ ኣጓልኩም ሃቡና በልዎም እሞ መልሶም ሰሚዐ ቀዳም ክኸይድ። በለን ጋይ ወልዱ ብዘይ ምምታእ ንወላዲቱ። ጽባሕ ንግሆ ከይድና ንሓቶም እምበር እንታይ ክሳዕ ድሕሪ ጽባሕ ዘጽንሓለና።
ብምባል ፍሽኽሽኽ በላ ወይዘሮ ትብለጽ። ሕራይ ግርም! ክንደይከ ትገብር ዕድመ ኣብሻይ? ኢሉ ነቲ ተሓንጊጥዎ ዝነበረ ሳንጥኡ ኣቐሚጡ ኮፍ በለ ጋይም ወልዱ። እዋእ እኽልቲኣ! መሰታ ኣበባ ሓብትኻ እንድያ ግዲ! እዋይ!
ኣንቲ ብሻይ! መሰታ ኣበባ ሓፍተይ ደኣ እንታይ ክገብራ ቆልዓ እንድያ!
እንታይ ቆልዓ ገይርዋ ንሳን ቁመታን ሰገን ትመስል ጎርዞ ኣበባ ሓፍትኻስ ተመሪዓ እንዶ ሓደ ቆልዓ ወሊዳ የላን እወ
ግን ኣነስ ኣጸቢቐ እየ ዝዓብያ ማለት እየ እንታይ ጸገም ኣለዎ ታጋይን ወደይ ኣቦኻ ንዓይ ብዓሰርተው ሓሙሽተ ዓመት እንድዮም ዝዓብዩ ንግዲ ምስ በልኦ ወላዲቱ ደኒኑ ክሓስብ ትም በለ ጋይም ወልዱ። እህ ጋይም ወደይ ነቕልካ ደኻ። በልዎ እቶም ኣብ ቤተ ክርስቲያን ኣርፊዶም ምርኩሶም ተደጊፎም ሽዑ ዝኣትዉ ዝነበሩ ወላዲኡ ኣቶ ወልዱ ሓይላይ ናብ ሳንጥኡ እናጠመቱ። ኣሎ ይከይድንዩ እንታይ ደኣ ደንጒኹም። በለኦም ወይዘሮ ትብለጽ ንበዓል ቤተን። ንወደን ቀዲመን። እዋዕ ስኽ ኢልና ክትሕዝና ጸኒሕና። በልወን ኣብቲ ኣብ ጥቓ ጋይም ወዶም ዝነበረ ኣንበቃ ማለት ጽቡቕ ዝለፍዐ ቆርበት ዝተነጽፎ መደብ ኮፍ እናበሉ። ናይ ምንታይ ክትዕ ደኣ ሕጅኩም? ድማ በለኦም ምርኩሶም እናተቐበላ። እምቧዕ! እቱ ካብ ዓዲ ወፃኢ ዝመፀ ወዲ ዓርከይ በርሀ ንኹላትና ኣኪቡ ከመይ ዝበለ ሰደይ ማለት ጥዑም ዘረባ ክዛረበና ኣርፊዱ።
እንታይ እንዳበለ ድኣ ተዛሪቡኩም? ቀባውንት እኮ እዩ።
በላ ወይዘሮ ስላስ ናብ ጋይም ወደን እናጠመታ ቅባውንቲ ፍሉይ ክእለትን ኣገባብን ዘለዎ ፈላጥ ሰብ ማለት እዩ። እዋእ ሊላይ ዘረባዩ እዙ ዓድናስ ገለ ለውጢ ዘይንገብረሉ ከምቲ ቀደም ክንስደድ ከለና ዝገደፍናዮ ከምኡ ኢሉ ኣሎ በቃ ከይተቐየረ ስለዙይ ሕይ ዓድና ንምቕያርን ንምምዕባልን ከምኡውን ንደቅና ጽቡቕ ንምውራስን ኢልና ዓድና ንምህናጽ ገሌና ብጉልበት ገሌና ኸኣ ብገንዘብ ኢደይ ኢድካ ንበል እዙ ዓድና ከምዚ ትርእይዎ ዓቢ ዓዲ እዩ ዓቢ ዓዲ ምስ ሰፊሕ ህዝቢ ኸኣ ከምዙ ኢሉ ክቕጽል ጽቡቕ ኣይኮነን ወለድና ካብ ቤቶም ናብ ቤተ ክርስቲያን ንምኻድ ክንደይ ኣሳግድ እናሓለፉ ክዕንቀፉ ብሎምን መገዶም ጸሪግና መናረት ማለት መብራህቲ ነእትወሉ ምስ በለ ንሰናይ ሓሳቡ ብምምጓስ ዓዲ ሙሉእ ብጣቕዒ ደገፉ ገሊጹሉ። በሉ። ኣሳግድ ዓቐብን ቁልቁልን ከምኡ ውን ደናጉላ ዝበዝሖ ሕማቕ መገዲ ማለት ዩ። እዋዕ ብርሃን ይተዓደልዎ ብርሃን ይኹነልና እረ እዛ ዓድናስ እቱ ገመድ ኤሌክትሪክ ብጥቓኡ ገሩ እዩ ናብ ዓዲ ዃላ ዝሓልፍ ዘሎ ርሑቕ ኣይኮነን ክልተ ስጉም እዩ በለጋይን ወልዱ ብግድኡ እወ ሓቅኻ ዝወደይ ብማእከል ዓደል ገዝገሩ እንድዩ ዝሓልፍ ዘሎ ርሑቕ ዘይኮነ ብምባል መደረቲ ወዲ በረ ዓርከይ ዝበልዎ ወዲ ዓዲ ቀጺሎም ኣዕለልዎም። ወዲ ዓርከይ በርሀ መደርኡ ብምቕጻል ከኣ እንፀርጎ መገዲ ገፊሕን ወሰን ወሰኑ ኣግራብ ብምትካል ዝማዕረገን ኮይኑ ንሓምሽኡ ክፍልታት ዓድና ንሓድሕዱን ምስ ቤተ ክርስቲያንና ከም ዝራኸብ ገርና ነጣጣሐዮ። እዙ መረባዕ ዝመስል ዝኣረገ ሓደ ክፍሊ ቤተ ክርስቲያንና ዊን ኣፍሪስና ከም ብሓድሽ ኣግፊሕናን ኣጸቢቕና ነስርሐዮ። እንዳ ኣቡነ ኣብይዝጊ እውን ህዝቢ ማይ ጨሎት ክሕጸብ ካብ ሙሉእ ኤሌትሪያ ስለ ዝመጹ ከም ብሓድሽ ሃኒጽና ነቱ ኣጻድፍ መገዱ ንነጋድያን ከም ዝጥዕምን ከም ዝማርኽን ገርና ንህነጾን ነጸባብቆን። ከየውጻእካ ኣታዊ ይርከብኒ'ሞ ሃየ ንዕቤትና ንስራሕ ንዕቤት ንተዓጠቕ እናበለ ከመይ ዝበለ መንተ ክዛረበና ኣርፊዱ። በሉ ኣቶ ወልዱ ሓይላይ ንወዶምን ንበዓልቲ ቤቶምን በብእብረ እናጠመቱ መንቲ ቁም ነገር ማለት እዩ።
እዋይ እሞ ነዚ ሰናይ ምንዮት ደኣ ሃንጎፋይ ኢልኩም ትቕበልዎ እምበር እንታይ ዘካትዕ ኣለኩም ክንካትዕ ኣርፊድና ትብሉ? ሓተታ ወይዘሮ ትብለጽ ንበዓል ቤተን። እዋዕ! ኣለዉ ሓደ ክልተ መዘየናት፣ ማለት ኣለምቲ ነገር ጽቡቕ ዘየፍትወሎም፣ ኣንጭዋ ጸደፈት፣ ድሙ ተዓንቀፈት እናበሉ እሽታ ማለት ጸታ ህዝቢ ዝዘርጉ ሁም ዋዕ በልወን ጽውግ ኢሎም እምቧዕ እሞ እንታይ መቃወሚኦም ምኽንያት ብጭቡጥ ሓተተ ጋይም ብወገኑ ብዘይ ገንዘብ ወላ ሓደ ክንገብር ኣይንኽእልኒና ሕዩ ዝሓዝኩም ዘይብልኩም ስኽ ኢልኩም ኣይትድከሙ ሓደ ሰብ ካብ ዓዲ ወጻኢ መጺኡ ተዛሪቡና ኢልኩም ንዓዲ ሙሉእ ሃዚል ማለት ዓሻ ኣይትግበርዎ በሃልቲ እዮም እዚኣቶም ኣብራኾም ንዝኸዶ ኣዒንቶም ዝህከዮም ነጊሃት ማለት ሰነፋት እዮም መንቲ የብሎምን በልዎ ኢዶም ጸጋብ ቢሎም እምቧዕ እሞ እዙይ ደኣ ደሓን እዩ እንታያይ? ደሓር ከኣ ኣብ ብሱል ጥረ ከም ዘሎ እባ ኣይትረስዕ። ብዛዕባ ገንዘብ ኣይትሰከፉ። ኣብ ውሽጥን ኣብ ወጻእን እንነብር ደቂ ዓዲ ንህንጸት ዓድና ዝውዕል እኹል ቅርሺ እኽልን ጥሪትን ነፍሲ ወከፍና ከነዋጽእ ኢና። ኢሉ ዶ ኣይበልካዮን ወዲ ኣበርሀ? እወ ኢሉ። እረ ነቶም ኣብ ምሉእ ዓለም ተሰዲዶም ዝነብሩ ዘለዉ ደቂ ዓድና ረኺበ ንምምዕባል ዓዶም ዝውዕል ገንዘብ ግድን ንኸዋፅኡ ንኹላቶም ባዕለይ ክሓቶም እየ ኢሉ ዊን ሽሕ ቕርሺ ኣምሃ ኣበርኪቱ'ሎ። ከመይ ዝበለ ፋህም ማለት ለባም መስተውዓሊ ድዩ መሺሉካ? በሉ ኣቶ ወልዱ ሓይላይ ርእሶም ብእወታ እናነቕነቑ። ኣምሃ ንቤተ ክርስቲያን ዝወሃብ ገጽ በረከት እዩ። እሞ ምሁር እንድዩ በለ ጋይም ውን ሓሳባቶም ብምድጋፍ። ጅላ ስቕ በል ልቦና ዶ ካብ ኣስኳላ ርከብ እዩ ባዕሉ ፈጣሪ ከሕድረልካ ኣለዎ እምበር ክንደይ መዋእሎም ፊደል ዝቖጸሩን ቀለም ዝጸገቡን እንዶ ካባና ካብዞም ብኣጻብዕትና እንፍርም ዘይሓይሽ ኣተሓሳስባ ዘለዎም ኣየውፍሩ ኣየእትዉ ዕኑዳት መሊኦም ኣየለዉን መንፍዓትን ጽቡቅ ግብርን ካብ ኣምላኽ እምበር ካብ ብትምህርቲ ኣይርከብንዩ ዝወደይ ምህሮ ኸኣ ልቦና ዘይኮነስ መብረድ ልቦና እዩ በልዎ ኣእዳዎም ማይ ክሓጽቡ ታኒካ ማይ ካብ በዓልቲ ቤቶም እናተቐበሉ። ንሱ ጽቡቕ ኣለኻ ትምህርቲ ናይ ጸገብካ ኣይኮነን ክንደይ ዘተማህረ ጸይቅለወ ንሕና ዊን ኣብዚ ገድልና ነዚ ዝበልካዮ ዘራጉድ ብዙሕ ነገር ርኢና ኢና ያይ በሎም ትርእወ ኣብ መንጎ ጽሩይ እኽሊ ክርዳድ ክህሉ ንቡር እንዲ ዝወደይ ከመይ ገርካ ነቲ ክርዳድ ካብ እኽሊ ትፈልዮ ጥራዩ እቱ ኣገዳሲ እምበር ንምንታይ ክርዳድ ተፈጥረ ኢልካ ንዘርኢ ምምራር ጣቋብሉን ኣታያይ እሞ ንእኽሊ ዝመስል ክርዳድ ከመይ ኣቢልካ ካብ እኽሊ ዝፍለ እወ ቀሊል ኣይኮነን የሸግር እዩ እንተኾነ እኽልን ክርዳድን ኣብ ፍረ ምስ በጽሑ ስለ ዝፈላለዩ፣ ሻቡ ንምልላዮምን ንምምሓዎምን ቀሊል እዩ ዝወደይ። እወ ንሱስ ጽቡቕ ኣለኻያይ እዛ ወዲ ኣበር ሀምጺዋ ዘሎ ሓሳብ ጊን ብሓቂ ጽብቕቲ ሓሳብ እያ ተዓጢቕኩም ሓዝዋ እዙ ዓዲ በብቑሩብ ክመሓየሽን ለውጢ ከምጽእን ክኽእል ኣለዎ። ካብቲ ቀደም ናብ ገድሊ ክንከይድ ከለና ዝገደፍናዮሲ ኣብ ክንዲ ንቕድሚት ንድሕሪት እኮዩ ተመሊሹ ጸኒሑኒ። ካልእ እሞ ግደፎ እዙን በረመጠን ዕሙር ዝነበረ ኣግራብ እንዳ ኣቡነ ኣብይዝጊ እኳ በሪሹን ጠሓሲሱን ጸኒሑኒ እነሀ። ሕጂ ነዙይ ንምቕያርን ነዚ ዓድና ሓምላይ ንምግባርን ንስኻትኩምዊን ሓገዝ ናይቶም ኣብ ወጻኢ ዘለዉ ደቂ ዓድና ጥራይ ከይተጸበኹም ኣብ ግዜ ተቕሳም ማለት ኣብ ግዜ ቀውዒ ኣውጺእካ እኽሊ ዝምላእ መዘጋ ማለት ዓቢ ቆፎ ዓዲ ኣዳሊኹም ነብሲ ወከፍኩም ከክልተ ምዕሮ ማለት ኣርባዕተ መለሊኽ እኽሊ ብምውጻእ ኣኪብኩም ነዚ ወዲ ኣበርሀ ኣልዒልዎ ዘሎ ሰናይ ተግባር ፈጽምዎ። በዙይ ከኣ ኣብ ከባቢና ኣርኣያ ጽቡቕ ነገር ክንከውን ኢና። በሎም ጋይም ወልዲውን ዕትብ ኢሉ። ሓቅኻ ዝወደይ ግዲ ብልካን ክንዕጠቐሉ ኢና። ከምቱ እኽሊ ቀውዒ ኣብ ገልዒ እኽሪ ክረምቲ ከኣ ኣብ ገንኢ ዝተባህለ ዊን ህዝቢ ኣብ ግዜ ቀውዒ እኽሊ ንምውጻእ ኣይጽግሞን እዩ። ጽቡቕ ሓሳብ ዝወደይ። ዓዲ እንድሕር ተሓባቢሩን ሰሚሩን ከኣ ዘይከውን ነገር የለን። ቁሩብ ስክፍታና ጊን ናይ ምሕደራ ጉዳይ እዩ። ንሱ ከኣ እዙ ብደቅና ቆይሙ ዘሎ መንግስትና ሕይ ዓዲ ዝመሓዳደረሉ ኣገባባትን ሕግን እንተሂውና ግርም። እንተዘይኮነ ጊን እቶም ኣርካናት ማለት ሕፉራትን ኩቡራትን ወለድና ከመይ ዝበለ ሕጊ ስርዓተ ኣድከመ ምልጋእ ስለ ዘሎና ብኡ መሰረት ብኹሉ ብቑዕ ኣመሓዳሪ ዓዲ መሪጽና ልምዓትና ከነተግብሮ ኢና። ዓዲ ደኣሞ ንነብሱ ንደቁ ንኽጥዕሞም ኢሉ ክተሓባበር ኣለዎ እምበር እንታይ ዘየተሓባብር ምኽንያት ከሎ? ኩሉ ግናይ ነገር ካብ ምፍልላይ፣ ኩሉ ጽቡቕ ነገር ከኣ ካብ ስምረት ከም ዝርከብ ዝፈልጥ ለባም ህዝቢ እንድዩ ዘለና። ስለዙይ ንልምዓት ዓድኻ'የ እንተኢልኩሞ፣ ህዝቢ ብዓጋፎ ማለት እክብ ኢሉ ብብዝሒ ክወጽእ'ዩ። ምስ በሎም ከኣ፣ እወ እወ ለባም ተበሉኻ'ኸ! ወለዶ ረበናት ወረጃ ህዝቢ እምበር። በልዎ ኣቶ ወልዱ'ውን ናብተን ኣቑሑት ቡን ዝቐራርባ ዝነበራ በዓልቲ ቤቶም እናጠመቱ። ረበናት መኳንንቲ ማለት እዩ።
ኣቱም በል እስከ እዚ ናይ ዓድና ነገር ኣብ ባይቶን ኣብ ቤተክርስትያንን ይኹነልኩም ሕዩናትና ንግበር። በለኦም ወይዘሮ ትብለጽ ኣብ መንጎ ዕላሎም ፍሽኽ ኢለን። እንታይ ናትናኸ? ሓተቱ ኣቶ ወልደሓይላይ። እዋእ ናትና ደኣ ንጋይም ወድና ንትዕበ ጓል ጸጋይ ከነመርዕዎ ሓሲብና እሞ ከመይ ይመስለኩም ጽቡቅ ዶ ሓሲብና። በልኦም ብጎቦ ዓይነን ናብ ጋይም ወደን እናጠመታ ወይዘሮ ትብለጽ ጋይም ወልዱ ሽዑ ሓፊሩ ብቐጥታ ርእሱ ደፍእ። እዋእ! ሕራይ ግርም! ወረጃን ሩጻፍን ማለት መልክዐኛን እንድያ እሞ ጋይም ወደይ ከተሰማምዕካሉ ድኻ ብምባል ነቲ ደኒኑ ዘረባ ወለዱ ዝሰምዕ ዝነበረ ወዶም ሓተትዎ። እወ እንታይ ደኣ ገድልን ገደልን ክንብል ንመርዓን ደርዓን ግዜ ረኸብና ነርና እሞ ሕይ ግን ንሱ ተሳዒሩ ካብ ሓለፈስ ብምባል እንደገና ርእሱ ደፊኡ ትም በለ ጋይም ወልዱ። እወ ጽቡቕ ኣለኻ ጋይም ወደይ። ሰላምን ጥርናፈን ስድራ ቤታት ዝነሰ እልበናት ማለት ሓሳረ መከራና ደጊም ሓሊፉ እዩ ሳላ ፈጣርን ጀጋኑ ደቅናን ውሉድን ወላድን ተሓቋቒፍና ብሰላምን ፍቕርን እንነብረሉ ግዜ ካብ መጸ ተዋሲብና ክንፋረ ግድን እዩ እሞ ጽቡቕ ሓሳብ ሓሲብኩም ስለ ዘለኹም ጽባሕ ኣንጊሄ ንኣረጋይ ዓርከይን ንዓርከይ መንግስትኣብን ሕጂ ከይደ ንዓርከይ ጸጋይ ጓል ክሃበና ክብል'የ። በልዎ ወላዲኡ ንሓሳባት ወላዲቱ ብምድጋፍ። ወይዘሮ ትብለጽ ውን።
ተመስገንካ ጆርጁስ ኣቦይ ብሩኽን ቅዱስን መዓልቲ ግበረልና። ብምባል ክሳደን ኣንቃዕሪረን ጸለያ'ሞ ቡን ሓፊሰን ኣብ መንከሽከሸን ብምፍሳስ ኣብ ቅድሚ ወደንን በዓል ቤተንን ኮፍ ኢለን ፍሽኽሽኽ እናበላ ቡነን ከሽከሽ ኣበላ። ጋይም ወልዱ'ውን ደኒኑ ብዛዕባ ቦኽሪ ፍቕሩ ምሕረትኣረጋይ ክሓስብ ጀመረ። እቲ ኣብ ትሕቲ ጓል ማማ ኣትዩ ዝስዕስዕ ዝነበረ ኹራራ፣ ሳሮን ንወዲ ረዛን ብኢዱ ሒዛ ናብ ግዳም ክትወጽእ ምስ ረኣያ፣ ሂሂሂ ዋእ ኣታ ኣነ ከ ዘሊለ ዶ ኣብ ልዕሊ እዛ ሓርማዝ ክስቀል? ዋእ እንታይ ኮን ትብለኒ ትኸውን ባዕ እንተ ዘይፈትያኸ ብንጎታ ጠቕሊላ ክትድርብየኒ ባዕ መን ቀትሉኒ ክብል ቀስ ኢለ ደኣ ወሰን ወሰን ኣቢለ ክፈታትሻ ክፍትን እምበር ብቐጥታ ሰይኣትዋን እየ ዋእ ብምባል ምስ ነብሱ ተዘራረበ ኩራራ። እታ ኩራራ ኣዝዩ ዝፈትዋ ደርፊ ድምጻዊ ነፍስሄር ተኽለ ተስፋዝጊ፣ ንእስነተይ ድዩ ዘይሰብ ተወርዩለይ ክሳዕ ግዜ ሞተይ ገና'ዩ ዕድለይ፣ ናይ ወዲ ሰብ ሓሳብ ክሳዕ ግዜ ሞቱ ዘይመውት ይመስሎ ይኾርዕ ብሃብቱ፣ ለካ ብጉርሖም'ዮም መርሚሮም ስድራኺ ንብረተይ ሓቲቶም'ዮም ኣብዮምኺ ንዘይ ቅሱን ናብራ ንኻልእ ሂቦምኺ እትብል ናይ ምስምሳል ደርፊ ምስ ተወድእት ከኣ ንጓል ማማ መሪሑ ናብ ኮፍ መበሊኦም ተመለሰ ኩራራእ። ሳሮንን ማቲዎስን ደኣ ናበይ ከይዶም? ሓተተት ጓል ማማ ኣብቲ ኮፍ ምስ በለቶ ልዕሊ ድምጻ ዓጠጠጥ እናበለ ዝስማዕ ዝነበረ መንበራ ኣራጢጣ። ኣብ ደገ ንፋስ ይወስዱ ኣለዉ። ምስ በላ ከኣ።
ዋእ እሞ ንኺድዶ ንሕና ከኣ ንፋስ ንወቕዕ?
በለቶ። ኣንድያ እሞ ኾይስ ኢልዋ ቀልጢፉ ተንስኤ ሽዑ ኩራራ ተመራሪሖም ናብ ደገ ምስ ወጹ እውን ሳሮን ንወዲ ረዛን ኣብ መንደቕ ኣጸጊዓ ክትስዕሞ ረኣይዋ እሞ ንሓድሕዶም ተጠማሚቶም ኣራእሶም ደፍኡ። እታ ንሱ'ውን ስጉምቲ ዝወስደላ ግዜ ሽዓ ምዃና ዝፈለጠ ኩራራ፣ ቀልጢፉ ስጉምቲ ንምውሳድ ንጓል ማማ ብኢዳ ጨበጣ'ሞ ትም ስለ ዝበለት እንደገና ሓቖፋ። ተመጣጢሩ ክስዕማ ምርካብ ስለ ዝሰኣና ከኣ ገጹ ኣብ መንጎ'ቲ ክንዲ ኩዕሶ ዝኸውን ክልተ ኣጥባታት ቀርቂሩ፣